ኤልሳ ይበሃል ዋል 26 ዓመት እየ ኣብ ንእሽቶ ከተማ ኣብ ስደት ምስ ስድራየ ዘቕመጥ ንእሽቶ ከለኹ ንፉዕ ሰብኣይ ተመርዕየ፣ ሓደ ወይ ክልተ ቆልዓ ወሊደ ናተይ ዝብሎ ገዛ ወኒነ ሕጉስ ህይወት ክነብር ይብሃገይ ነይሩ። ጓል ዕስራን ክልተን ዓመት እንከለኹ ኣብ ናይ ሓንቲ መሓዛይ ውራይ ምስ ማርቆስ ዝበሃል ወዲ ዕስራን ሓሙሽተን ዓመት ተላለኹ። ማርቆስ ቁመቱ ነዊሕ ኮይኑ ኣብ ልዕሊኡ ድማ ሰሓቢ ዝገብሮ ጭሕምን ነዊሕ ጸግሪ ነይርዎ። ምዝራብ ዝፈቱ፣ እንክዛረብ ከሎ ፍሽኽታ ዘዘውትር፣ ብቐሊሉ ክትስሕቕ ዝገብር ኣዝዩ ደስ ዘብል ውዱእ ወዲ እዩ ነይሩ። ኣብቲ ናይ መሓዛይ ውራይ ቁጽሪ ቴለፎነይ እንክሓተኒ ደስ እናበለኒ ሂበዮ። ግዜ ከይወሰደ ድማ ንጽባሒቱ መልእኽቲ ሰደደለይ። ተራኺብና ሻሂ ክንሰቲ ትደልይዶ ዝብል መልእኽቲ። ኣነ እውን ቀለዓለም ከይገበርኩ ዕዎ በልክዎ። ኣብ ማእኸል ከተማ ኢና ተራኺብና። ኣብ ቀዳማይ ናይ ርክብና መዓልቲ ነዊሕ ሰዓታት ኣዕሊልና። ኣነ ድማ ፈትየዮ ክናፍቖ ጀሚረ። ቀጻሊ ክንራኸብ ደለኹ። ብድሕሪኡ ከም ድልየተይ ኮይኑ ብዝሕ ግዜ ተራኸብና። ኣብ ዝተራኸብናሉ ምስኡ ኣብ ዘለኹሉ ግዜ ክስሕቕ ይገብረኒ፣ ዕንባባታት ይህበኒ፣ ምሸት ምሸት ድማ ሓንቲ መዓልቲ ከይሰገረ ይድውለለይ ነይሩ። ድሕሪ ሰለስተ ወርሒ ምኽኣል ስኢነ ጓልነተይ ስዒረ ባዕለይ ፍቕረይ ገሊጸሉ። ማርቆስ ኣፍቂረካ ኣለኹ በልክዎ። ንሱ እውን ኣየሕፈረንን፣ ኣነ እውን የፍቅረኪ'የ በለኒ። ኣመንክዎ ድማ፣ ፍቕሪ ኣሃዱ ኢልና ጀመርናዮ። ንሓደ ዓመት ዝኣክል ብሓባር ቀጺልና፣ ብሓንሳብ ክንድቅስ እውን ጀሚርና። ኣነ ኣብ ድኳን'የ ዝሰርሕ ነይረ፣ ማርቆስ ድማ ኣብ እንዳ ጽገና መኪና ይሰርሕ ነይሩ። ብዙሕ ገንዘብ ኣይነበረናን፣ ግን ኣነ ብጣዕሚ ሕጉስቲ'የ ነይረ። ሓደ መዓልቲ ንግሆ፣ ቀጨውጨው ይብለኒ። ሰዓል ዝሓመምኩ መሲልኒ ከይተገደስኩ ጽምም ኢለ ናብ ስራሐይ ወፈርኩ። ግን ንጽባሒቱ እውን መሊሱ ሕማም ተሰምዐኒ። ሽዑ ነታ ዝፈትዋ መሓዛይ ሳራ ኣማኸርክዋ። ንሳ ድማ ኣብ ርእሰይ ዘይነበረ ሓሳብ ኣቲ ምናልባት ናይ ጥንሲ ከይከውን በለትኒ። እዋእ ኣይፋሉን ኣይመስለንን ኢለ መለስኩላ። ግን ንባዕለይ እውን ርግጸኛ ኣይነበርኩን። ምስ ሳራ ምስ ተፈላለና፣ መፈተኒ ገዚኤ ናብ ገዛይ ኣተኹ። እቲ መፈተኒ እናረኣኹ ተጸበኹዎ። እቲ መርመራ ጥንስቲ ምዃነይ ኣራገገጸለይ። ሽዑ ሙሉእ ኣካትላተይ ተንቀጥቀጠ። ደጋጊመ ጠመትኩዎ። በቃ ኣነ ነፍሰጾር እየ ኢለ በይነይ ተዛረብኩ። ሽዑ ምሸት እናተሃወኽኩ ናብ ናይ ማርቆስ ገዛ በጻሕኩ። ኣብ ሶፋ ኮፍ ድሕሪ ምባልና ናብኡ እናረኣኹ፣ ዘሐጉስ ብስራት ኣለኒ በልክዎ። ንሱ እውን ዓይኒ ዓይነይ እናጠመተ እንታይ እዩ? እንታይ እዩ ፍቕረይ? ኢሉ ተሃዊኹ ሓተተኒ። ከም ድንጉይ ኢለ ቆልዓ ክወልደልካ እየ። ፍረ ብርኪ ኸኣ ኣብ ማህጸነይ ኣሎ በልክዎ። ማርቆስ ብመጠኑ ደሓን እዩ ነይሩ፣ ሃንደበት ግን ገጹ ተቐያየረኒ። ባይታ ባይታ እናጠመተ ከይተዛረበ ንነዊሕ ግዜ ዝም በለ። ደሓር ግን ርግጸኛ ዲኺ? ናይ ብሓቂ ዲኺ ጠኒስኪ? በለኒ። ኣነ ድማ እወ መርመራ ስለ ዝገበርኩ ርግጸኛ በልክዎ። ናባይ ከይረኣየ ናብ ዝተኸፍተ ፍንስትራ ከደ። ንደገ እናጠመተ ኣነ ተሲኤ ብድሕሪኡ ደው ኢለ መልሱ ይጽበ ነበርኩ። እዚ ግዜ እዚ ጽቡቕ ግዜ ኣይኮነን፣ ድሕሪ ነዊሕ ስቕታ ኣቦ ክኸውን ድሉው ኣይኮንኩን፣ በለኒ ማርቆስ። ዝሰማዕክዎ ምእማን ኣብዩኒ፣ ንእዝነይ ተጠራጠርክወን። ሃንደበት። ሕማም ርእስን ጽርውርው እውን በለኒ። ቁርቁር ኣበለኒ። ግን እኮ ንሕድሕድና ንፋቐር ኢና። በልክዎ። ማርቆስ ወላ ሓንቲ ኣይበለን። ክሓስብ ግዜ የድልየኒ ኣሎ። ኢሉኒ ጥራይ ሓሊፍኒ ናብ መደቀሲኡ ክፍሊ ኣተወ። ሽዑ ምሸት ምስዓሙ እውን ይትረፍ ክሓቑፈኒ እውን ኣይደለየን። ድሕሪት ይህብ እነደቀሰ፣ ኣነ ግን ክድቅስ ኣይከኣልኩን። ዳርጋ ድቃስ ከይመጸኒ ወጊሑ፣ ማርቆስ ኣንጊሂቱ ኣንሲኡ፣ ደሓር የራኽበና ኢለኒ ናብ ስርሑ ተበገሰ። ገለ ጸገም ከም ዘሎ ተፈለጠኒ። ብድሕርዚ ኩሉ ነገር ተቐይረ። መዓልታዊ ምሸት ምሸት እሞ ይትረፍ ነዛ ሓንቲ መዓልቲ ምድዋል ኣቋረጸ። ብእመጃ ሰኒ ዝሰደለይ ዝነበረ ጽሑፋት ኣቋረጾ። ባዕለይ ጽሒፈሉ እኳ ንመልእኽተይ ኣይምልስን። ማርቆስ ክረኽበኒ ኮነ ክርእየኒ ኣይደለየን። ናይ መወዳእታ ሓሳቡ ክፈልጥ። ሓደ መዓልቲ ናብ ኣፓርትመንቱ ኸድኩ። ማዕጾ ኳሕኳሕኩዎ፣ ግን ንሱ ኣይከፈቶን። ናይ መወዳእታ መልእኽቲ ሰዲደሉ። ማርቆስ ብውሽጢ ማዕጾ ኾይኑ መልሲ ሃበኒ። እዚ ኸገብር ኣይክእልን እየ። ይቕረታ፣ ህይወተይ ኣይትረብሽኒ። በለኒ። እዚኣ ናይ መወዳእታ ግዜ ካብ ማርቆስ ዝሰማዕኩዋ ድምጺ ነይራ። ናብ ገዛይ ተመሊሰ ኣብ ዓራተይ ኮፍ ኢለ ከም ሕሱም ነባዕኹን በኸኹን። ንሰዓታት እየ ነቢዐ። ነብሰ ጾር እሞ ከኣ ንበይነይ እቲ ዝኾኖ ክኣምኖ ኣይከኣልኩን። ንወለደይ ክነግሮም ከም ዘለኒ ወሰንኩ። ኣደይን ኣቦይን መጺኦም እቲ ዝኾነ እንትነግሮም ኣደይ ምሳይ ክትነብዕ ጀመረት። ኣቦይ ወላ ሓንቲ ኣይበለን ግን ጽንሕ ኢሉ ኤልሳ ጓለይ ንዓኺ ኢና ኣብዚ ዘለና ንኹሉ ግዜ እውን ምሳኺ ኢና ዘለና ኣጆኺ ኣይትንብዒ ኣብ ጎንኺ ኣለና በለኒ። ሞራል ናይ ኣቦይ ሞራል ኮይንኒ ካብቲ በይነይ ዝቕመጠሉ ዝነበርኩ ገዛ ናብ እንዳ ወለደይ ገዛ ተመለስኩ። ንእስነት ይስምዐኒ ነይሩ፣ ግን እቲ ሓቂ ከምኡ ኣይኮነን። ኣደ ክኸውን እየ፣ ናይቲ ጥንሲ እየ ይመስለኒ ድማ መዓልታዊ ሓያል ድኻም ክስምዐኒ ጀመረ። ከብደይ እናዓበየን ክኸይድ ናብ ሕክምና ከይደ ውላደይ ኣብ ስክሪን ረኣኽዎ ህርመት ልበይ እንክሰምዕ ኣይከኣልኩን ብሓደ ግዜ ፍሽኽ ኢለ በኸኹ እቲ ህጻን ክሳብ ዝውለድ ኣብቲ ድኳን ዝሰርሓሉ ዝነበርኩ ምስራሕ ክቕጽል ነይርኒ ድልውቲ ክኸውን ስለ ዝሓሰብኩ ድማ ነቲ ህጻን ዝኸውን ናእሽቱ ክዳውንትን ዓራትን ገዚኤ ንመዓልቲ ሕርሰይ ተጸበኹ ሓደ ምሸት ሓያል ቃንዛ ተሰመዐኒ። ንማማ ተደሃኹዋ፣ ሽዑ ናብ ሆስፒታል ወሰደትኒ። እታ ነርስ፣ ሎሚ ምሸት ቆልዓ ክትወልዲ ኢኺ። ኢላትኒ። ኣብቲ ናይ መዋለዲ ክፍሊ እንክተደቅሰኒ ብጣዕሚ ፈራሕኩ፣ እቲ ቃንዛ ኣዝዩ ሓያል እዩ ነይሩ። ኢድ ማማ ሒዘ ድሕሪ ናይ ብዙሕ ሰዓታት ቃንዛ ናይ ቆልዓ ኣውያት ሰማዕኩ። እታ ነርስ እንቋዕ ሓጎሰኪ ጽብቕቲ ጓል ተጋላጊል ከለኺ ኢላ በሲራ ኩሓቕፋ ሃበትኒ። ንእሽቶ'ያ፣ ኣካላታ ልስሉስን ውዑይን ነይሩ። ንዓኣ እናረኣኹ ፍሽኽ ኢለ፣ ሰላም ዕሸል ኣነ ኣደኺ'የ በልክዋ። ውላደይ ኣዝያ ጽብቕቲ'ያ ሮዛ ኢለ ድማ ንዕለቱ ሽም ሃብክዋ። ንኽልተ መዓልቲ ኣብ ሆስፒታል ድሕሪ ምጽናሕ ናብ ገዛይ ተመለስኩ። ኣደይ ትሕግዘኒ እኳ እንተኾነት ግን ለይቲ ኣነን ውላደይን ጥራይ ኢና ንኸውን። ሮዛ ኣብ ለይቲ ስለ ትበኪ ብዙሕ ኣይድቅስን ነይረ። ፓምፐር ቀይረ ሓቝፈ እናጥበኹ ክሳብ ትድቅስ ይረርዋ። ንዓኣ ምስ ኣደቀስኩ ሓድሓደ ግዜ ኣብ ዓራት ኮፍ ኢለ ኣነ እውን ይበክን ይነብዕን ነይረ ብሓዘን። ብዕድለይ ድማ የማርር ነይረ። ግን ከኣ ንእሽቶ ገጽኣ እንተሪኤ ይጸናናዕ ኣብ ርእሳ ሲዒመ ወላ ኣይትረደእኒ የፍቅረኪ ይብላ ነይረ ንሮዛ ጓለይ። ማርቆስ ብኣካል መጽዩ ወላ ብስልኪ ደዊሉ ብዛዕባ ሮዛ ጓሉ ሓቲትኒ ኣይፈልጥን። ሓደ መዓልቲ ድሕሪ ጥምቀት ሮዛ ጓለይ ኣብ ኮተም ሓቂፈ ኮፍ ኢለ ኣውቶቡስ እንክጽበ ንሱ ከምዛ ዘይፈልጠኒ ረጊጽኒ ሓለፈ። ከም ደው ኢሉ ናባይ ጥምት ኣቢሉ ብድሕሪኡ ንኻልእ ሸነኽ እናጠመተ ወላ ሓንቲ ከይበለኒ መንገዲኡ ቀጺሉ ተዓዝረ። ዓው ኢለ ክበኪ ክጭድር ደለኹ። ከመይ ገርካ ከመይ ገርካ ንውላድካ ትገድፍ ኢለ ክሓቶ እውን ደልየ ነይረ ግን ወላ ሓንቲ ኣይበልኩን። ሱቕ ኢለ ነታ ኣብ ሕቑፈይ ዘላ ምጭውቲ ሮዛ ጓለይ ንታሕቲ ጠሚተ ሰዓምክዋ። ሮዛ ጓል ሓሙሽተ ወርሒ ምስ ኮነት ናብ ስርሐይ ተመሊሰ። ኣብ ስራሕ እንክውዕል ኣደይ ትሕዘለይ ነይራ። ኣብ ነፍሲ ወከፍ ደቒቕ ንጓለይ ይናፍቓ ነበርኩ። ግን እቲ ገንዘብ የድልየኒ ስለ ዝነበረ ክሰርሕ ነይርኒ። ኣብ ስራሕ ድማ ወላ ድኻም እናተሰመዐኒ ፍሽኽ ኢለ ንዓማዊል ሰላም ይብሎም፣ ንብረት ይስከም፣ ንሰዓታት ብእግረይ ደው ይብል። ድኽም ኢለ ናብ ገዛ ምስ በጻሕኹ እውን ንጓለይ ስለ ዘድልያ ኣየዕርፍን እየ። ድራር ኣዳልየ ነቲ ገዛ ጽርየ ንጓለይ መጊበ ሓጺበ የደቅሳ ሂወተይ ከምዚ ኢሉ እናቐጸለት ከደት ሓደ ምሸት ንዙር ሮዛ ደቂሰ ኣብ ክሽነ ኮፍ ኢለ ናብቲ መንደቕ እናጠመትኩ ብሓሳብ ህልም ምስ በልኩ ውዕይ ሻሂ ሰተኹ ድኻም እናሃለወኒ ግን ከኣ ሓያል ኮይነ ተሰምዐኒ ንነብሰይ እወ ደኺም ከለኺ ግን ከይትሰዓሪ በልክዋ ሕጂ ኣደ ስለ ዝኾንኩ ድኻመይ ተጻዊረ ፍሽኽ በልኩ ሮዛ ቀልጢፋ'ያ ዓብያ ጓል ሽዱሽተ ወርሒ ኮይና ባዕላ ኮፍ ብምባል ብመጻውቲ ክትጻወት ጀሚራ መዓልታዊ ዝያዳ ፍሽኽ ትብል ኣነ እውን ለውጢ ተዓዚበ ፍሽኽ ይብል ብኣየ ዝሕበን ግን ሓደ ሓደ ግዜ ኣነ እውን ሕሉፈይ ዘኪረ ይበኪ ነይረ ኩሉ መዓልቲ ብስራሕ ትሕዝቲ ስለ ዝኾንኩ ይደክም ነይረ። ንጓለይ ይሰርሕ፣ የጽርያን ይከናኸናን ነይረ። ግን ጓለይ ሓይሊ ሂባትኒ ተስፋ ኣይቆርጽን ዝነበርኩ። ብዙሓት መሓዙት ኣይነበራንን፣ እተን ናይ ቀደም መሓዙተይ እንትኾና እውን ብዙሕ ይረኽባን ኣይነበራን። ብምዝንጋዕ ኣፓርት ብምሕዳር ኣዝዩ ደስ ዘብል ህይወት ነይርወን። ብለይቲ ናብ ፓርቲ ይወጻ፣ ኣብ ኢንተርነት ድማ ጽቡቕ ስእልታት እናለጠፋ፣ ኣነ ግን ካብ ገዛ ኣይወጽእን። ምስ ጓለይ ፊልም ይርኢ፣ ምስ በኸየት እውን ይደርፈላ ነይረ። በይኒ ከይኮንኩን ኣነ ምሳ ከለኹ ይብላ ነይረ። ቅድሚ ተወሳኺ ታሪኽ ምዕላለይ፣ ካበይ ሃገር ኢኻ ትሰምዐኒ ዘለኻ ወይ ትሰምዕኒ ዘለኺ? ሓደ ሓደ ግዜ ኣብ ደገ ዘሎ ሰብ ቃንዛይ ይርድኣለይ ድዩ ዝብል ሕቶ ይመጸኒ እዩ። ስምዒተይ ዝርዳእ ሰብ፣ ኣጆኺ ዝብለኒ ሰብ ኣዝዩ ዘድልየኒ፣ በይነይ ከም ዘይኮንኩ ምፍላጠይ ሓያል ስለ ዝገብረኒ፣ በጃኹም ኣብ ኮመንት ኣጆኺ ብምባል ኣተባብዑኒ። ሕጂ ግን ዛንታይ ክቐጽለልኩም። ህይወተይ ከምዚ ኢሉ እንዳቐጸለ ማማ ብዙሕ ትሕግዘኒ ነይራ። ሻወር ክወስድ ከለኹ ንሮዛ ትሕዘለይ። ኣነ እንክደክም ኣብ ድራር ምስራሕን ገዛ ምጽራይን ተዕርፈኒ ንሳ ነይራ። ኣቦይ እኳ ብዙሕ ይዛረብ ኣይነበረን፣ ግን ምስ ሮዛ ይጻወቱ ክትስሕቕ ይገብራ ነይሩ። ንወለደይ ብጣዕሚ እየ ዘመስግኖም፣ ብዘይ ንሳቶም ህይወት ኣዝዩ ምኸበደኒ ነይሩ። ሓደ ሓደ ግዜ ንማርቆስ ኣብ ከተማ ይርእዮ ነይረ። ሰላም ኢሉኒ ኣይፈልጥን። በቃ ከም ዘይፈልጠኒ ረጊጽኒ ሓሊፉ ይኸይድ። ሓደ መዓልቲ ሮዛ ኣብ ሕቑፈይ ገይረ ኣውቶቡስ እንክጽበ ማርቆስ ናባና ንሓንቲ ካልኢት ጥራይ ጠሚትና መንገዱ ቀጸለ። ንሮዛ ጓለይ ኣጥብቕ ኣቢለ ሓቚፈ ርእሳ ሰዓምክዋ። ብውሽጠይ ድማ ኣየድልየክን እዩ ኩሉ ኣነ ክህበኪ'የ በልክዋ። እቲ ዝሰርሓሉ ድኳን መግቢ ብዙሕ ስለ ዘይከፍለኒ ናይ ገንዘብ ዓቢ ጸገም ነይሩኒ። ዘድልየኒ ጥራየ ዝገዝእ፣ መግቢ ህጻናት፣ ፓምፔር፣ ናይ ቁሪ ክዳውንቲ ጥራይ፣ ንነብሰይ ዝኸውን ክዳን ካብ ዘይገዝእ ነዊሕ ገይረየ። ኩሉ ዝገብሮ ነገር ንጓለይ ጥራይ'ዩ። ዝነበረኒ ኣረጊት ጅንስን ቀለልቲ ቀሚሻትን እየ ዝኽደን ነይረ። ኣነ እንታይ ይመስል ኣይግድሰንን፣ ብዛዕባ ሮዛ ጓለይ ጥራየ ዝሓስብ ነይረ። ኣብ ስራሕ ምሉእ ብምሉእ እየ ስራሐይ ዝገብር። ናይቲ ንነዊሕ ሰዓታት ደው ዝብሎ እግረይ እናሓመኒ፣ ሕቖይ እናሓመኒ፣ ብውሽጠይ ደኺመ እንከለኹ ግን ንዓማዊል ፍሽኽ ኢለ ድማ ይቕበል ነይረ። ኩሉ ግዜ ንነብሰይ ደሓን ኣጆኺ፣ ጅግና ኢኺ እናበልኩ እየ ዘተባብዓ። ጓለይ ከም ቆልዓ መፅብዓ ተደጋጋሚ ትሓምም ነይራ። ንሳ እንክትሓምም ከኣ ኣነ ስራሕ ኣብኮርኩ። ኣብ ገዛ'የ ዝውዕል ነይረ፣ በዚ ድማ ሓላፊየይ ሕጉስ ኣይነበረን። ክንድዚ ዝኣክል መዓልቲ እንዳብ ኮርኪ ኣብዚ ክትሰርሒ ትኽእልን ኢኺ፣ በለኒ ሓደ መዓልቲ። ሓንቲ መዓልቲ ኲረ ናብ ስራሕ እንክምለስ ሓሪቑ ተዛረበኒ። ኣነ ድማ ብሕርቃን፣ ውላደይ ተድልየኒ'ያ፣ እዚ ስራሕ እዚ ከኣ ልዕሊ ውላደይ ኣይሰርዖን'የ፣ በልክዎ። ተጠንቀቒ፣ እዚ ስራሕ የድልየኪ'ዩ፣ እንክብለኒ ብጣዕሚ ፍርሒ ተሰሚዑኒ። ምኽንያቱ ሓላፍየይ ልክዕ'ዩ ነይሩ፣ እዚ ስራሕ ክስእን ኣይደልን እየ፣ ንጓለይ የድልየኒ። ኣብ ገዛ ጓለይ ሮዛ ደው ክትብል ጀመረት። ጎኒ ሶፋ ሒዛ ፍሽኽ ትብል፣ ደው ምባል ብምኽኣላ ሓበን ዝተሰመዓ ትመስል። ኣነ ጣቒዐ ደው ኢላ ዳዕሮ ኢለ እንክደርፈላ ሰሓቐት። ሰሓቓ ሓጎስ ይህበኒ፣ ሰሓቓ ካባይ ሓሊፉ ነቲ ገዛ ፋሕፋሕ የብሎ። ሓደ ኣጋ ምሸት ግን ጓለይ ረስኒ ገበረት፣ ብፍላይ ኣብ ርእሳ ሓያል ዋዒ ነይሩዋ። እናበኸየት ምግቢ ክትበልዕ ኣይደለየትን። ብቕልጡፍ ናብ ሓኪም ደዊለ ክመጸኒ ገበርኩ። እቲ ሓኪም ቫይረስ ክኸውን ይኽእል እዩ። እስኪ እንተዝሓላ ማይ ሃብያ ኢኺ ኢልኒ ከደ። ብጣዕሚ ስለ ዝፈራሕኩ ምሉእ ለይቲ ሓቚፈያ ኣይደቀስኩን። ክትድቅሰለይ ጥዑማት ደርፍታት እናደረፍኩ በጃኺ ሕወይለይ ይብላ ግን ንጽባሒቱ እውን ረስኒ ነይርዋ ክሕሽ ኣይከኣለን ኣደይ ናብ ሕክምና ንውሰዳ በለትኒ ናብ ሕክምና እንክንከይድ እታ ነርስ ንሮዛ መድሃኒት ኣዘዘትላ ደሓን ክትከውን እያ ድማ በለትኒ ናይ ገጻ ምምላስ ኣስተውዒለ ጽቡቕ ተሰሚዑኒ። ውዑይ ምዕጉርቲ ጓለይ ሰዓምኩ። ሮዛ ጓለይ እናጎበዘት ከደት። ኣብ ዓሰርተ ሰለስተ ወርሓ ብእግራ ክትከይድ ጀመረት። ግዜ እናኸደ ከይዱ። ሮዛ ክልተ ዓመት መሊኣ ዝያዳ ክትዛረብ ጀመረት። ንሳ ማማ ኩዕሾ ጸባን ሃብኒ እናበለት ክትዛረበኒ ጀመረት። ሳዕሳዒት፣ ብኻልስን ጫማን ክትጻወት ትፈቱ ነይራ። እታ ንእሽቶ እግራ ኣብ ዓበይቲ ጫማታት እትያ ክትጻወት ክሪኣ ከለኹ ብጣዕሚ ደስታ ይስምዕኒ ነይሩ። ሓደ ሰንበት ንጓለይ ናብ መናፈሻ ወሰድኩዋ። ኣብ ልዕሊ ሳዕሪ እናተጻወተት ከኣ ካልኦት ቆልዑ እንትርኢ ናብኣቶም ብምሕዋስ ሓደ ቆልዓ መጻወቲ መኪና እንክህባ ንሳ ፍሽኽ በለት። ኣብ ነዊሕ መንበር ኮፍ ምስ በልኩ ዝዕዘባ ነይረ። ናይ ኣጋ ወጋሕታ ጸሓይ ሙቐት ነበረ። ካብ ግዜ ናብ ግዜ ኣብ ህይወተይ ሰላም ክስምዓኒ ተፈለጠኒ። ድሕሪ ነዊሕ ግዜ እንደገና ንማርቆስ ረኣኽዎ። ኣብ ካልእ ወንበር እቲ መናፈሻ ምስ ካልእ ሰበይቲ ኮፍ ኢሉ ኢድ ንኢድ ተተሓሒዞም ነይሮም። ሓንቲ ግዜ ምስ ረኣኽዎ ናብ ካልእ ሸነኽ ጠመትኩ። ሮዛ ጓለይ ክትሪኦ ኣይደለኹን። ብልክዕ ንሳ ኣይፈለጠቶን ንሱ ኣቦኣ ምዃኑ። ግን ንሱ ወላዲ ኮይኑ ኣብ ህይወታ ሓንቲ ኣበርክቶ ኣይገበረን። ሽዑ ምሸት ኣብ ዓራት ኮፍ ኢለ መንደቕ እናጠመትኩ ብዛዕባ እታ ህሞት እቲኣ ሓሰብኩ። ንሱ ክኸይድ መሪጹ፣ ኣነ ይጽበዮን ናባይ ንኽምለስ እውን ኣይልሙኖን እየ በልኩ። ግን ኣይበኸኹን፣ ግዳስ ናብ ሮዛ ጓለይ ጠመትኩ። ደቂሳ እያ ነይራ። እንክሪኣ ከለኹ ደሓንን ሕጉስትን ትመስል፣ ኣነ ድማ ብሕሹኽታ ንስኺ ኣለኺ፣ እዚ ድማ እኹል እዩ በልኩ። ህይወት ምስ ሮዛ ጓለይ ከምዚ ኢሉ እናቐጸለ ጎኒ ጎኒ ናይ በይነይ ገዛ ንምሓዝ ብዙሓት ደለልቲ ይሓትት ነይረ። ድሕሪ ዝተወሰነ መዓልቲ ድማ ሓደ ደላላይ ደዊሉ ንእሽቶ ኣፓርትመንት ከም ዝረኸበለይ ነጊሩኒ'ዩ። ንወለደይ ሰኸም ከም ዝኾንኩዎም ይስመዐኒ ስለ ዝነበረ፣ ናይ ባዕለይ ገዛ እሞ ኸኣ ከምቲ ዝምነዮ ንእሽቶ ኣፓርትመንት ስለ ዝረኸብኩ ሓጎስ ተሰሚዑኒ'ዩ። ኣደይ እናሓገዘትኒ ናይ ጓለይ መጻወቲ፣ ክዳውንትን ኣቑሑትን ምስ ጠራነፍና ናብቲ ሓድሽ ኣፓርትመንት ከድና ኢና። እቲ ገዛ ሓደ መደቀሲ ክፍሊ፣ ሓደ ባኞ ክፍልን ንእሽቶ ክሽንን ነይርዎ። መናድቑ ጻዕዳ ኮይኑ ባይታኡ ጽሩይ እዩ። ዓራት ሮዛ ኣብ ጥቓ ዓራተይ ገበርክዎ። ፎቶና እውን ብሓደ ሸነኽ መንደቕ ሰቒለዮ እየ። ሽዑ ምሸት ኣብ ባይታ ድራር ድሕሪ ምብላዕና ሻሂ እናሰተና ከለና ሮዛ ጓለይ ማማ ኣብዚ ዲና ክንሓድር? በለትኒ ፍሽኽ እናበልኩ። እወ ድሕሪ ሕጂ እዚ'ዩ ገዛና። በልክዋ'ሞ ሰሓቐት። ናይቲ ሓድሽ ገዛ ክራይ ምኽፋል ካልእ ዓቢ ወጻኢ ስለ ዝወሰኸለይ ህይወት ኣዝዩ ከቢድ ኮይኑ ነይሩ። ግን ንሮዛ ጓለይ ኣብሊጸ'የ ዝንከባኸባ ነይረ። ድራራ ምስ ኣብላዕኹዋ ክሳብ ትድቅስ ጽውጽዋይ የንብበላ፣ ንሳ ናይ እንስሳታት ጽውጽዋይ ዝሓዘ መጻሕፍቲ ከንብበላ ትፈቱ ነይራ። ብድሆታት ህይወት ምእንቲ ጓለይ ክብል ብጽንዓት ይገጥሞ እኳ እንተ ነበርኩ፣ ግን ኣብ ገለ ለይትታት ኣዝዩ ጽምዋ ይስምዓኒ ነይሩ። ምስ ዝዀነ ሰብ ምዝራብ፣ ምስ ዝዀነ ሰብ ምትሕቝቋፍ ይናፍቕ። ናይ ማርቆስ ናፍቖት ኣይነበረንን። ብፍጹም ዝገደፈኒ ሰብ ዝደሊ ዓይነት ሰብ ኣይኰንኩን። ግን ካብዚ ገልታዕታዕ ዝበዝሖ ህይወት ዕረፍቲ የደልየ ነይረ። ንነዊሕ ዝኸይድ ፍቕርን ጸገመይ ዝካፈልን ሰብ'የ ዝደሊ ነይረ። ሓደ መዓልቲ ኣብ ስራሕ ሓንቲ ከማይ ቆልዓ ዝሓዘለት መንእሰይ ኣደ፣ ንጓላ ዝኸውን ዝኾነ ነገር ድሕሪ ምግዛእ ፍሽኽ ኢላ፣ ቆልዓ ንበይንኻ ምዕባይ ከቢድ'ዩ ሓቀይ? በለትኒ። ንሳ'ውን ከምዚ ከማይ ንበይና ቆልዓ ምዕባይ ዘድከማ ትመስል። ፍሽኽ ኢለ እወ ግን ረብሓን ዕግበትን ኣለዎ እዩ በልክዋ። እወ ንደቅና ጽቡቕ ስራሕ ኢና ንሰርሓሎም ዘለና ድማ ኣደ ሓያል እያ ኢላትኒ ኣማልስ ከም መቑሽሽ ገዲፋትለይ ከደት። መረስረሲ ቃላት ጽቡቕ ስምዒት ኣሕዲርለይ ነይሩ። ኣብ ዝባነይ ናብ ዝነበረት ሮዛ ጓለይ ገጸይ ምልስ ኣቢለ ንስኺ ዓለመይ ኢኺ በልክዋ። እወ ሕጂ እውን ደኺመ እየ ነይረ። እውን ጌና ድኻ እየ ነይረ ግን ተስፋ ኣይቆረጽኩን ኣደ ስለ ዝኾንኩ ሓያል እየ ነይረ። ሮዛ ጓል ሰለስተ ዓመት እንክትከውን ዝያዳ ምዝራብ ከኣለት። ምድራፍን ምስዕሳዕን ኣዝያ እያ ትፈቱ ነይራ። በላሕ ክትመሃር ትደሊ በብዝረኣየቶ ንዓኣ ሓድሽ ነገር ንዓይ ዘስሕቕ እልቢ ዘይብሎም ሕቶታት ትሓተኒ። ማማ ስለምንታይ እዩ ሰማይ ሰመያዊ ኮይኑ? ማማ እተን ኣዕዋፍ ኣበይ ማይ ይሰትያ? ኢላ ዘይምልሶም ሕቶታት ትሓተኒ። ዋላኳ ሕቶታታ የስሕቑኒ ግን ብቑምነገር ፍሽኽ ኢለ ቀሊል ገይረ'የ ዝምልሰላ። ናታ ሰሓቕ ድማ ኣብ ዓለም እቲ ዝፈትዎ ድምጺ እዩ። ኣብታ ንእሽቶ ገዛና ተራን ተዳጋጋሚ ናብራን ኢና ንነብር ኔርና። ኣንጊሀ ካብ ድቃሰይ ይባራበር ቁርሲ ሰሪሐ ሮዛ ጓለይ ቀስ ኢላ በሊዓ ክሳብ ትውድእ ኣነ ይዳለው። ኣብ ጥቃ ገዛና መውዓሊ መሐብሐቢ ህጻውንቲ ይወስዳ ድሕሪኡ ናብ ስራሕ ይኣቱ። ኣብ ሂወተይ ኩሉ መዓልቲ ከምዚ ሓደ ዓይነት ዩ ኔሩ። ግን እዚ ኣይተሓሳሰበንን ምኽንያቱ ካብ ድቃሰይ ንኽባራበር ትገብረኒ ውላደይ ስለ ዘላትኒ እቲ ዝበለጸ ሰላም ይስምዐኒ ነይሩ። ምሸት ምሸት ሮዛ ጓለይ ክሳብ ትድቅስ ጽውጽዋይ ኣንቢበላ ዓበይቲ ኣዒንታ ዕምት ኣቢላ ምስ ደቀሰት፣ ቀስ ኣቢለ ኣብ ግንባራ ስዒመ ናብ ዓራተይ የምርሕ። ግን ሓደ ሓደ ግዜ ኣብቲ ደብዛዝ ብርሃን ቀው ኢለ ገጸይ እናጠመትኩ ብዛዕባ ሕሉፈይ ይሓስብ፣ እቲ ቃንዛ ይዝክሮ። እወ ዘሕልፎ ዘለኹ ብጸገማት ዝተመልአ መብረ። ዘይብሉ ህይወት ቀሊል እኳ እንተ ዘይነበረ ግን ኣነ ሕብንቲ'የ ነይረ። ሓደ ቀትሪ ሮዛ ካብ ትውዕለሉ መሐብሐቢ ህጻውንቲ እታ መምህር ደዊላ፣ ሮዛ ዝመጽእ ዓመት ንትምህርቲ ድልውቲ'ያ ኢላ ገለጸትለይ። ናይ ታሕጓስ ኣዒንተይ ንብዓት ንብዓት ኮነ። ቤት ትምህርቲ ጓለይ ትዓቢ ኣላ ማለት ድዩ? ድሕሪ ሕጂ ህጻን ኣይኮነትን ማለት ድዩ? በልኩ ንበይነይ። እቲ ዜና ንጓለይ እንተበስራ ኣጣቒዓ፣ የስ ትምህርቲ ክኸይድ እየ ኢላ። ኣደይ ሮዛ ሕብሪ ቦርሳ እየ ዝደሊ በለትኒ። ፍሽኽ ኢለ ሮዛ ዝሕብሩ ቦርሳ ሓድሽ ጫማን ክገዝኣልኪ እየ በልኩዋ። ኣብቲ ሰሙን መወዳእታ ዕዳጋ ኬድና ንሮዛ ዝኸውን ናይ ቦርሳ ቤት ትምህርቲ እንክንርኢ እዚኣ ኣዝዩ ዓብዪ እዚ ኣዝዩ ንእሽተይ እናበለት ብዙሕ ቦርሳታት እናተንከፈት ክትገድፎ ጸኒሓ ኣብ መወዳእታ ሮዛዊ ሕብሪ ዘለዋ ከዋኽብቲ ዘለዋ ቦርሳ ሪኣ ፍሽኽ በለት። ናብ ገዛና ምስ ተመለስና ሮዛ ነታ ቦርሳ ኣብ ንእሽቶ ዝባና ተሰኪማታ ናብ ቤት ትምህርቲ ከም ትኸይድ ዘላ ትዘውር ነበረት። ኣነ ድማ ንእሽቶይ ተመሃሪት ኢለ ሰሓቕኩዋ። ጓለይ ተሓጒሳ ስለ ዝረኣኹ ብኣኣ ተሓጐስኩ። ግን ኣብ ህይወት። እቲ ክትረኽቦ ዝግብኣ ፍቕረቦ ከም ዝጎደላን ክሓስብ ፍርሒ ተሰሚዕኒ። ግዜ እንታይ ኣለዎ? ሮዛ ጓለይ ድሮ ኣርባዕተ ዓመት ደፈነት። ንሳ ነዊሕ ቁመታ ጸጉራ እውን ነዊሕ ነይሩ። መሓዙት ፈጢራ ስለ ዝነበረት ምንጽጻር ጀሚራ እያ። ማማ፣ ሳሮን መሓዛይ ብሽግለታ ኣለታ። ትብለኒ ሓደ መዓልቲ ኣነ ድማ ጽቡቕ እዩ ይብላ ሓደ መዓልቲ ብሽግለታ ክገዝእልኪ እየ ኢለያ ድማ ምናልባት ሓደ መዓልቲ ክህልወና እዩ ኢለያ ተሓጒሰ ናብ መጻወታኣ ትምለስ ኣብ ስራሕ ሓላፍየይ ተወሳኺ ፈረቓ ስለ ዝሃበኒ ንብዙሕ ሰዓታት ይሰርሕ ነይረ ንኹሉ ሰብ እሺ በሃሊት እየ ጓለይ ትሕቲ መሓዙታ ከይትረእን ብዙሕ ክህልዋን ስለ ዝደሊ ተወሳኺ ገንዘብ ክሰርሕ ነይርኒ ሓደ ሓደ ግዜ ሓያል ድኻም ይስምዐኒ እዩ፣ ግን ኩሉ ግዜ ንነብሰይ ክትገብርዮ ትኽእሊ ኢኺ ኤልሳ እናበልኩ የተባብዓ ነይረ። ሓደ ዓርቢ ኣብ ስራሕ ደንጉየ ናብ ገዛ ይመጽእ፣ ምሸት ምሸት ኣደይ ንሮዛ ጓለይ ስለ እትሕዘለይ ኣብ ገዛ ጸኒሓትኒ ነይራ። ጌና ኣብ ማዕጾ ኮይነ ጫማይ እንከውጽእ ሮዛ ጓለይ ማማ መጺኣ! ኢላ ናባይ ጎየየት፣ ኣጥብቕ ኣቢለ ሓቚፈያ ከለኹ፣ ኣደይ ፍሽኽ ኢላ፣ ናፊቓትኪ ውዒላ። በለትኒ። ንሮዛ ጓለይ ጠሚተ ኣብ ውሽጠይ ገለ ነገር ተሰመዐኒ። ኣደይ ምስ ከደት ኣብ ሶፋ ኮፍ ኢለ ሻሂ እናሰተኹ፣ ሮዛ ምስ ኣሸንጉሊት ኣብ ባይታ ትጻወት ነይራ። ግን ጽንሕ ኢላ ናባይ እናጠመተት፣ ማማ ኣነ ኣቦ ኣለኒ ዶ? ኢላ ሓተተትኒ። ከም በረድ ዝተኻዕወኒ ሰውነተይ ዛሕሊ ውርር በለኒ። ክጥምታ ጸኒሐ ከይደ ኣብ ጎና ኮፍ ኢለ ንምንታይ ሓቲትክኒ? በልክዋ። ንሳ ድማ ኣብ ቤት ትምህርቲ ንመሓዛይ ኣቦኣየ ዝወስዳ ኣነ እውን ኣቦ ኣለኒ ድዩ? በለት። ብመጠኑ ኣብ ኣፍ ልበይ ቃንዛ ተሰሚዑኒ። ሓደ መዓልቲ ብዛዕባ ኣቦኣ ከም ትሓተኒ ይፈልጥ ነይረ። ክሓብኣ ከም ዘይብለይ እውን ወሲነ ነይረ። ኢዳ ድሕሪ ምስዓም እወ ኣቦ ኣለኪ ግን ምሳና ኣይነብርን። በልክዋ። ንምንታይ ኣደይ? ኢላ ሓተተትኒ። ካልእ ኣማራጺ ነይርዎ፣ ምሳና ክጸንሕ ኣይደለየን በልክዋ ብምስክን ኣዒንታ እናጠመተት። ግን ንስኺ ከለኽንንዶ ማምየ? በለትኒ። ፍሽኽ ኢለ ርእሳ ሰዓምክዋ። እወ፣ ኣነ ፈጺመ ክገድፈኪ ኣይክእልን እየ። በልክዋ ሽዑ ምሸት ኣብ ክሽነ ኮይነ ጓለይ ከይትሰምዐኒ ድምጸይ ውሒጠ ንኽነፍሰለይ በይነይ ነባዕኹን በኸኹን። ሓደ ምሸት ካብ ቤት ትምህርቲ ሮዛ ሓንቲ መምህር ከተዕልለኒ መጸት ንሳ ከምዚ ኢላትኒ። ኣነ ናይ ሮዛ መምህር እየ። ጽቡቕ ትኸይድ ኣላ። ሕጉስቲ ሕያወይትን ክትፈልጥ ትደልን ቆልዓ ኣላትኪ። ጽቡቕ ስራሕ ትሰርሒ ከም ዘለኺ ኣድንቖተይ ክገልጸልኪ'የ መጺኤ። በለትኒ ቃላታ ኣብ ልበይ ሰፊሩ። ፍሽኽ ኢለ ንብዓተይ ዘረር በለ። ሓዚነ ዘይኮነስ ብጓለይ ሓበን ተሰሚዑኒ። ብሓቂ'ውን ንጓለይ ዝከኣለኒ ይጽዕር ነይረ'የ። ህይወትና ሕጂ'ውን ተራ'ዩ ነይሩ። ሕጂ'ውን ንነዊሕ ሰዓታት እሰርሕ። ሕጂ'ውን ነፍሲ ወከፍ ሳንቲም'የ ዘጠራቕም ነይረ። ግን ሓንቲ ንእሽቶ ጓለይ ኣላትኒ። ንግሆ ንግሆ ፍሽኽ ኢለ ብሓጎስ ከመይ ሓዲርኪ ማማ ትብለኒ። እዚ ልዕሊ ኩሉ እዩ ነይሩ ንዓይ፣ ልዕሊ ኩሉ እዩ ድማ። ሓደ ሰንበት ንሮዛ ጓለይ ናብቲ መናፈሻ ወሲደያ እናጎየየትን ክትመጽእ ኣብ መንበር ኮፍ ኢለ ይዕዘባ ነይረ። ሓደ ኣብ ጎነይ ኮፍ ዝበለ ሰብኣይ ጓልኪ ድያ? በለኒ። እወ በልክዎ። ሕጉስቲ ትመስል በለኒ። ፍሽኽ ኢለ እወ ሕጉስቲ እያ በልኩ። እቲ ዝበለጸ ሰሪሕኽዮ ኣለኺ። ውላድካ ሕጉስ ኮይኑ ካብ ምርኣይ ዝበለጽ ኣገዳሲ ነገር የለን በለኒ። ብድሕሪ እዚ ናብ ሮዛ ጓለይ ጠመትኩ። ብዛዕባ እቲ ዝነባዕክዎ፣ ብዛዕባ እቶም ብሕታውነት ዝተመልኡ ምሸታት፣ ብዛዕባ ፍርሒ፣ ብዛዕባ ኩሉ ዝሓለፈ ነገር ሓሰብኩ። ናይ ጓለይ ድሙቕ ፍሽኽታ ነተን ዱልዱላት ናእሽቱ እጋራ ነተን ፍሩያት ኣዒንታ ጠመትክወን። እወ ሕጉስቲ ትመስል፣ ኩሉ ድማ በይነይ'የ ገይረዮ። በልኩ ብውሽጠይ። ዛንታ ኤልሳ ዝመስል። ንስኻትኩምከ እንታይ ትብሉ? ኤልሳ ድሕሪ'ቲ ዝበጽሓ ስምብራት ልቢ ኣሚና ምስ ሰብኣይ ዝምድና ትፈጥር'ዶ ይመስለኩም? ከም ማርቆስ ንዝበሎ ወዳት ከ እንታይ ትጽምዕድዎም? ታሪኽ እንተፈቲኹሞ ላይክ፣ ኮመንት፣ ሳብስክራይብ ብምግባር ካልእ ተወሳኺ ዛንታታት ክነቕርበልኩም ኢና። ሰናይ ቅንያት።

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ